ኩሉ ሰብ ኣብ ሂወቱ ሰላም ዘለዎ ናብራ ቅሳነት ዘለዎ ሂወት ክመርሕ እዩ ዝደሊ እቲ ቀንዲ ክንፈልጦ ዘለና ግን ከመይ ጌርና ኢና መዓልትና ብሰላም ንጅምራ መዓልትና ብ ሞቲቬሽን ኮንፊደንስ እንተዘይጀሚርናያ ሂወት ዘለዎ ናብራ ክንመርሕ ኣይንኽእል ትደክ ንደክም ስራሕ ንጸልእ ክንመሃር ኣይንኽእል ህኩያት ንኸውን ዚሮ ምትእምማን ንፈጥር ማለት እዩ ነዘን ሓሙሽተ ዝነግረኩም ንጎ ንጎ ክንገብረን ኮምፕሊትሊ ዘይብልና which means ኣንሞቲቨት ዝገብራና ዚሮ ምትእምማን ከምጽኣልና ስለ ዝኸላ ቅድሚ ኢልና ነዛ ቻነል ክትዓብን ኣብ ሂወትና ድማ ሩኡይ ለውጢ ከነምጽእ መታን ብሉጽን ንቑሕን ሕብረተሰብ ክንውንን ሳብስክራይብ ላይክ ሸር እናገበርኩም ከተተባብዑና ክሳብ መወዳእታ ድማ ሓቢርኩም ምሳና ክትጸንሑ ብኽብሪ ዕድም so let's go ዳሚቲ Using Smartphone፣ እዚኣ እታ ቀዳመይቲ ነጥቢ ብኮንፊደንስ ሞቲቬሽን ንኸይትጅምር ትገብረካ ቀዳመይቲ ነጥቢ እያ። ምኽንያቱ ዩትዩብ፣ ፌስቡክ፣ ትዊተር፣ ዋትስኣፕ፣ ኢሜይል እንዳተጠቀምካ ከለኻ ነብስኻ ምስ ካልኦት ህይወት ተወዳድር ኣለኻ ማለት እዩ። እዚ ኸኣ ኣብ ህይወትካ ዝርግርግ ከእትወልካ፣ ሕጉስ ኮይንካ ንኸይትነብር ዝገብረካ ማለት እዩ። ስለዚ ብዝተኻለ መጠን ካብ ድቃስካ ክትትስእ ከለኻ ተሌፎንካ ኣርሒቅካ ክትስእ ኣለካ ካልኣይቲ ላይት ስዊችድ ኦፍ እዚኣ ድማ እታ ካልኣይቲ ብኮንፊደንስ ሞቲቬሽን ንከይትገብር ንከይትጅምር ትገብረካ ካልኣይቲ ነጥቢ እያ ምክንያቱ ኣብ ጸልማት ገዛ ትድቅስ እንደለካ ስቲል ግዜ ጌና ከም ዘሎ እዩ ዝመስለካ ኣብኡ ድማ ክድቅስ ጌና ከዕርፍ እየ ክድቅስ እየ ትህከ ንኸይትሰርሕ ንኸይትምሃር ድማ ፍርቂ መዓልቲ ኣብ ድቃስ ይሓልፈካ ማለት እዩ ስለዚ ብዝተኻለ መጠን ንጎሆ ትስ ከለኻ ናይ ግድን ላይት ልቺ ክንውልዓ ኣለና ምኽንያቱ እቲ ልቺ ምጥፋ ረሊዝ ሆርሞን ይገብረልና ማለት እዩ ስለዚ ብዝተኻለ መጠን ንጎሆ ትስ ከለኻ ላይት ስዊችድ ኦን። ሳልሰይቲ ስታርት ኣርጉመንት ንጉሆ ምድሪ ምጭቕጫቕ ወይ ድማ ምክታዕ፣ እዚኣ ድማ ብሕጉስ መንፈስ ብ ብፍሽኽታ ምስ ካልኦት ሰባት ንኸትዕልል ንኸይትገብረካ ሳልሰይቲ ምልክት ንጉሆ ምድሪ ምጭቕጫቕ ምኽንያቱ ንስኻ ንጉሆ ምድሪ ክትጨቓጨቕ ከለኻ ኦፍ ኮርስ ኣንሞቲቨርድ ትኸውን ኮንፊደንስ ኣይህልወካን ምስ ሰብ ድማ ሕጉስ ኮይንካ ከተዕልል ኣይትኽእል ብሕጉስ መንፈስ ኮፍ ክትብል ኣይትኽእል እዚኣ ድማ ቀንዲ ክትሃሲካ ስለ ትኽል ናይ ግድን ናይ ግድን ደው ክነብላ ዘለና እያ። ስለዚ ብዝተኻለ መጠን ንጉሆ ምድሪ ኣብ ምክታዕ ወይ ድማ ኣብ ምጭቕጫቕ ክንበጽሕ ከም ዘይብልና። ራብዐይቲ፣ Plan in the morning፣ ፕላን ንግሆ ምግባር of course ከም ኩሉ ሰብ ናይ ግድን ፕላን ክህልወና ኣለዎ መዓልታዊ ሰሙናዊ ወርሓዊ ከምኡ ውን ዓመታዊ ናይ ግድን ፕላን ክህልወና ኣለዎ ግን እቲ ፕላን ኣገባብራ ውን ናይ ግድን ክንፈልጦ ክንክእል ኣለና ምኽንያቱ ፕላን ሎሚ ንግሆ ካብ ድቃስ ትንስእ ምስ በልካ ፕላን ክትገብር ከለኻ of course you don't know what you do ኣይትፈልጥን ኢኻ እንታይ ከም ትገብር ዘለኻ ግን ቅድሚ ምድቃስካ እንታይ ከም እንታይ እንታይ ከም ትገብር ንጎሆ ስለ ትፈልጥ ናይ ግድን ቅድሚ ምድቃስካ ኣብ ኖት ጽሒፍካ ዋን ባይ ዋን ስቴፕ ባይ ስቴፕ ንጎሆ ምስ ተሳኻ ክትገብሮ ትኽእል ስለዚ ናይ ግድን ፕላን ክህልወና ኣለዎ ምኽንያቱ ፕላን እንተዘይብልና ኦፍ ኮርስ ናብ ገሊኡ ክንከይድና ዘይንፈልጦ ክንከይድና ወይ ድማ ከይበጻሕና ክንተርፍ ኢና ስለዚ ናይ ግድን ፕላን ክህልየና እዩ ሓምሸይትን ናይ መወዳእታን Skipping a breakfast ቁርሲ ዘይምብላዕ ወይ ድማ ሸለልትነት ኣብ ቁርሲ እቲ ዝበለጸ መግቢ ኣብ መዓልታዊ ንበልዖ መግብታት ቁርሲ እዩ። ቁርሲ ድማ እንታይ እዩ እቲ ክብደት ናትካ ንኸይውስኽ፣ ካንሰር ናትካ ንኸይተማዕብል፣ ጭንቀት ናትካ ንኸይመጽእ ዝሕግዝ ዓቢ መግቢ እዩ። ስለዚ መብዛሕትኡ ሰብ ሕጂ መብዛሕትኡ መንእሰያት ሰዓት ዓሰርተ ሓደ ሰዓት ዓሰርተ ክልተ ሰዓት ሓደ ቁርሲ ይበልዕ እዚ ድማ እንታይ እዩ ብ ኮንፊደንስ ሞቲቬሽን ከየበልካ ከለካ ግዜካ ብክምዚ ይከይድ እዚ ድማ ወልሓንቲ ከይተጠቀምካሉ እቲ ሳክሰስ ናትካ ከይረኣካሉ ይከደካ ኣሎ ማለት እዩ ስለዚ ብዝተካእለ መጠን ብሬክፋስት ስኪፕ ክንገብሮ ከም ዘይብልና። I hope you enjoy this video ነዘን ሓሙሽተ ንጉሆ ንጉሆ ክንገብረን ዘይብልና ምክንያቱ ጽባሕ ንጉሆ ብ ኮንፊደንስ ሞቲቬትድ ክንትስእ መታን ነዘን ሓሙሽተ ክንወግደን ክንክእል ኣለና ስለዚ ከም ወትሩ thank you so much በቲ ትህቡና ዘለኹም ሓሳባት ርእይቶታት ምትብባዕ ከየመስገናኩም ክንሓልፍ ኣይንደልና ከም ወትሩ ነዛ ቻነልኩም ክትዓብን ኣብ ህይወትና ድማ ርኡይ ለውጢ ክነምጽእ መታን ብሉጽን ንቑሑን ሕብረተሰብ ክንውንን subscribe like share እናግበርኩም ከተተባብዑና so ናይ ሎሚ ስላሎም እዝቢ ነይሩ ብኻልእ ክሳብ ንራኸብ ሰላም ንዓኹም